እንኳዕ ናብዛ ዝተኸበረት ዕለት እዚኣ ቅድስቲ ዕለት እዚኣ ዘብጽሐና እግዚኣብሔር ኣምላክና ይኽበር ይመስገን። ብምቕጻል ሎሚ እንመሃሮ ኣብ ቀዳማይ ነገስቲ ምዕራፍ ሰለስተ ቁጥሪ ትሽዓንተ ዘሎ ኃይለ ቃል እዩ። ኣምላካዊ ቃሉ ከምዚ ይብል ሃቦ ዘገብርከ ልበ ንባሬኻ መስተውዐሊ ልቡና ሃቦ ዝብል ሃይለ ቃል ኢና ክንመሃር ኣምላክና እግዚኣብሔር ምስ ኹላትና ይኹን እግዚኣብሔር ኣምላክና ቅድም ኢሉ ኣብ ጉባኤ ነቢያት ኣብ ጉባኤ ሃዋርያት ተረኺቡ ልተናገርቲ ኣንደበታቶም ዝኸፈተ ልሰማዕቲ ድማ እዝነ ልቡናኣቶም ዝኸፈተ ንዓይ ተናጋሪ ኣንደበት ንኹልኹም ተኸታትልትን ተኸታትልትን ድማ ሰማዒ እዝነ ልቦና ንኹላትና ይዓድለና። ሃቦ ሃይለ ሃይቦ ልበ ለገብርከ ንባርያኻ ልቢ ሃቦ በዘ ይሰምእ ወያገብእ ፍትሃ ጽድቅ ኣት መንእሰይ ወይ መንእሰያት ምስ እግዚኣብሔር ዘለኩም ርክብ ዘለና ርክብ ብከመይ መልክዑ ኢና ክንነጋገር ብድጋሜ ክትከታተሉና ኣምላክና እግዚኣብሔር ቅዱስ ፍቃድ ይኩን። መንእሰይ ዝብል ቃል ካብቶም ናይ ወዲ ሰባት ኣርባዕተ ልለው ደረጃ ናይ ዕድመ ናይ ዘመን ደረጃ መበል ኻልኣይ ዝርከብ እዩ። ናይ ወዲ ሰብ ኣርባዕተ ደረጃታት ኣለዎ። ንሳቶም ድማ፣ ዘመነ ነፋስ፣ ዘመነ እሳት፣ ዘመነ ማይ፣ ዘመነ መሬት ተባሂሎም ዝንገርሉ እዩ። ዘመነ ነፋስ እንብሎ ካብ ህጻንነት ጀሚሩ ሽሻብ ዕስራ ዓመት ዘለ እዩ። ኣብዚ ነፋስ ፈጣን እዩ። ኣብዚ ድማ ህጻናት ወይ እዚ ክሊ ዕድመ እዚ ለለው ኣዚዝኻዮም ተላኢኾም ብፍጥነት ኸይዶም በጺሖም ዝመጽሉ ዕድመ ስለ ዝኾነ ዘመነ ነፋስ ተባሂሉ። እቲ ሐዚ እንሪኦ ዝሓሰብና ድማ ካብ ዕስራ ክሻብ ኣርብዓ ዘለ ድማ ዘመነ እሳት ወይ ናይ ሓዊ ዘመን ተባሂሉ ይንገረሉ። ካበረ ከኣ ሻብ ስሳ ዘለ ድማ ዘመነ ማይ ከም ምዃኑ ካብኡ ድማ ከምቲ መጨረሻ ዝተናገርና ኢና። እቲ ሐዚ ክናገሮ ዝደለኹ ክንመሃሮ ዝደለና ግን ዘመነ መባል ካልኣይ ደረጃ ዘመነ እሳት ወይ ናይ ሓዊ ዘመን ዝብል እዩ። ሓዊ ከም እንፈልጦ ሰለስተ ነገራት ልሓዘ እዩ ሓዊ እንተጠምዩና ምግብና ኣብሲልና እንበልዕ ንምገበሉ፣ እንተ ቆሪርና ድማ እንሞቐሉ እንተ ጸልሚትና ድማ መብራህቲ እንጥቀመሉ እዩ ሓዊ ማለት። ኣብዚ ዕድመ እዚ ክሊ ድማ ሓዊ ከም ዝፍለጥ ዘቃጽል እዩ ብዘይ ኣግባብ ተተጠቒምናዮ ዝባላዕ እዩ ማለት እዩ። ስለዚ እዚ ኣብዚ ለሎ ዕድመ ኣብዚ ከባቢ እዚ ዕድመ ለሎ ድማ መንእሰይነት ወይ ወጣትነት እንብሎ ዕድመ ድማ ብኣግባብ ክንጥቀመሉ ብስርዓት ክንጥቀመሉ ከም ዝግበአና እዩ። መቸም እዚ ዕድመ እዚ ኩሉ ዝደልዮ ብርሃን ዕድመ እዩ። ኩሉ ዝምነዮ ዕድመ እዩ። እግዚኣብሄር ዝደልዮ ሰይጣን እውን ይደልዮ፣ መላእክት ይደልይዎ፣ ቅዱሳን ይደልይዎ፣ ኣጋንንቲ እውን ይደልይዎ። ዓለም ትደልዮ በተክርስቲያን እውን ትደልዮ ነገስታት ይደልይዎ ዝዕድመ እዚ ማለት እዩ ጳጳሳት ይደልይዎ መራሕቲ መኳንንት ይደልይዎ ካህናት መምህራን ይደልይዎ እዚ ዕድመ እዚ ፍልይ ልበለ ናይ ፍረ ዕድመ ስለዝኾነ ብዙሓት እዮም ዝደልይዎ ስለዚ እዚ ዕድመ እዚ ብሕጊ ብስርዓቲ ምስ እግዚኣብሔር ተራኺብና ክንጥቀመሉ ዝግባእ ዕድመ እዩ። እዚ ዕድመ እዚ ከምቲ ቅድም ኢልና ዝተነጋገርናዮ ዘርኢ እዩ። ዘርኢ እዩ። ዘርኢ ማለት ሰነ ሓምለ ዘሪእኻ ሕዳር ዓፂድኻ ተሓሳስ ዓውዲ ይኣቱ። እዚ ድማ ነቱ ሰብዓ ሰመንያ ዕድመና ኣብቲ ሰብዓ ሰመንያ ዕድመና እንነብረሉ ዘመን ግዜ ምህርትና እንሓፍሰሉ ብትምህርቲ ይኹን ብሓዳር ይኹን ብራኢ ይኹን ብእቅድ ይኹን ብልተፈላለዩ መልክዑ ኣብዚ ከባቢ ዕድመ እዚ ሰሪሕና ኢና ዳሓራይ ክንሕጎሰሉ ዳሓራይ ተሓጒስና እንነብረሉ ዘመን ተባሂሉ ይጥቀስ። እዚ ዕድመ እዚ ደቂ ስሳ፣ ደቂ ሰብዓ ደቂ ሰመንያ ዝኾና ዝኾኑ ይደልይዎ ሎምስ ወዲ ዕስራ ደይትኾኒ ሎምስ ወዲ ሰላሳ ደይትኾኒ ሎምስ ወዲ ኣርብዓ ደይትኾኒ ናበሉ እንዳበሉ ዝምነይዎ ዝሓለፈ ግዜኦም ዘጸጽቶም ሰናይ ልሰርሑለ ተመስገን ልብልዎ ኽፉእ ልሰርሑ ድሞ ዋይ ኣነ ናበሉ እናተናስሑ ዝነብርሉ ዕድመ እዩ ስለዚ እዚ ዕድመ እዚ ንሕና መንእሰያት መናእሰይ ወይ መንእሰያት ኣዋልድ ጎርዞታት ኹልኽን በውነት ኣብዚ ዕድመ እዚ እቲ እግዚኣብሔር ዝሃበና ጸጋ እቲ እግዚኣብሔር ዝሃበና ውህብቶ ብዓይንና ይኹን ብእግርና ይኹን ብኢድና ይኹን ርኢና ጽቡቕ ንመጽሓፍ ናይ እግዚኣብሔር ቃል ነንብበሉ ብኢድና ድማ ሒዝና ነጽንዐሉ ብእግርና ድማ ኸይድና ዘይንደኽመሉ ዕድመ እዩ ስለዚ ንእግዚኣብሔር ክንህቦ ንመንፈሳዊ ሕይወት ክንጥቀመሉ ይግባእ። ዝይ መጽሕፍቲ ከምቱ መጀመርያ ዝበልናዮ ኣብዚ ዕድመ እዚ እንተጸሊና እንተጾምና እንተሰገድና ለይንደኽመሉ ዕድመ እዩ። ዘመነ እሳት ስለ ዝኾነ ኣብ ድላይና እንበጽሐሉ ዝሓሰብናዮ ዝደለናዮ እንናገረሉ ግዜ እዩ። መቸም እዚ ዕድመ እዚ ከምቲ ቅድም ኢልና ልተነጋገርናዮ እታ ኢሉኒ መጽሓፍ ወይኩን ኩሉ ሰ ፍጡነ ለሰሚ ወጉንዱየ ለነቢብ ስመ መኣቱ ለብእሲ ጽድቀ እግዚኣብሔር ኢያጀቡረ ይብል መጽሐፈ ያኢቆ ምዕራፍ ሓደ ለለ ማለት እዩ ኣውዚ ሐዚ ግዜ መጽሓፍ ታይ ይብሎ ሰብ ኩሉ ንምስማዕ ዝደንጎየ ይቅርታ ንምስማዕ ዝፈጠነ ንምንጋር ዝደንጎየ ወይ ዕግስ ኢሉ ይናገር ማለት እዩ። እግዚኣብሔር ኣምላክ ካብ ፍጥረትና እውን ካብ ኣፈጣጥራና እውን የምህረና እዩ የረደአና እዩ። ክልተ እዝኒ ምፍጣሩ ብዙሕ ንሰምዕ ሓደ ኣፍ ምፍጣሩ ብዙሕ ሰሚዕና ውሑድ ክንናገር ሓደ ኮይኑ ሓቂ ልኾነ ቃል ክንናገር ሓደ ኣፍ ሂቡና ኣምላክና እግዚኣብሔር ኣብዚ ክሊ ዕድመ እዚ ለሎ መንእሰይ ግን ምንጋር ብቻ ምስማዕ ብቻ ለይኾነስ ክናገር እየ ዝብል ቅድሚ ዓበይቲ ኣነ እየ ዝብል ስማዕ ልተብሃለ ስምዑ ዝብል፣ ንኻሊእ ኣዳምጥ ልተብሃለ ነኖ ኣነዳሙጽኒ ዝብል ክሊ ዕድመ እዩ። እዚ ዕድመ እዚ ክንፈልጦ ዝግበና ምኽንያቱ ዘመነ እሳ ስለ ዝኾነ ናይ ችኮላ ሰዓት ስለ ዝኾነ ስለዚ ተረዲእና እዚ ዕድመ እዚ እዚ እግዚኣብሔር ልሃበና ጸጋ እዚ ብምንታይ ኢና ከንትሕዞ ዝግበእና ዝብል እቲ ካልኣይ ደረጃ ብጸሎት እዩ። ንመንእሰይ ንመንእሰያት ጸሎት የድልየና ጸሎት የድልየኩም ጸሎት ንኹሉ እኳ ልድሊ ተኾነ እግዚኣብሔር ዝፈጠሮ ፍጥረት ንኹሉ እኳ ድላይ እንተኾነ ብፍላይ ብፍላይ ድማ ንመንእሰያት ምክንያቱ እንታይ ልብል መጽሓፍ ሰሎሞን ኸዚ እውን ባዕሉ እንታይ ዝብለና ኣብ መክብ ምዕራፍ 12 ቁጥሪ ሓደ ኣብ ናይ ግዝናኻ ወርሓት ፈጣሪ ክሓስብ ይብለና ፈጣሪኻ ዘክር ይብለና። እዚ ብምንታይ ክንዝክሮ ዝግበእና? ብጸሎት እዩ። ኻልእይ ድማ ኣብ መዝሙረ ዳዊት መዝሙር ሚእቲ ዓሰርተ ትሽዓንተ ቁጽሪ ትሽዓንተ ከምዚ ይብለና በምንተ ያረትእ ወሬዛ ፍኖቶ እቱ መንእሰይ እተን ኣዋልድ መንገዶም መንገደን ብምንታይ የስተኻኽላ ብምንታይ ይቐንዕ ትብሎ ትብል ተሎሲ ባዕሉ መልሲ ይህቡና ብኣጭበ ነቢብከ ሕግኻ ትእዛዝኻ ሰርዓትኻ ብምፍጻም ሕግኻ ብምሕላው እዩ ካብቶም ናይ እግዚኣብሔር ሕጊ ሓደ ደቂ ሰባት ክንገብሮም ዝተኣዘዘና ዝተኣዘዝና እግዚኣብሔር ሰማያዊ እዩ ኣብ ሰማይ ትነብር ኣቦና ኢና ኢልና ኢና ንጽሊ ንሕና ምድራውያን ኢና ምድራውያን ደቂ ሰባት ምስ እግዚኣብሔር እንራኸበሉ እቲ ሓደ ታእዩ ጸሎት እዩ። ምስ ፈጣሪ እንራኸበሉ እቲ ሓደ መሳልል ታእዩ ጸሎት እዩ። ጸሎት ብሂል ተናገሮም ስለ እግዚኣብሔር እዩ። ጸሎት ማለት ሲ ምስ እግዚኣብሔር ምንግጋር ምስ እግዚኣብሔር ምርኻብ ማለት እዩ። ሓደ ሰብ ካብ ጸሎት ርሒቑ ማለት ሓደ ሰብ ካብ ጸሎት ወጽዩ ማለት ካብ እግዚኣብሔር ርሒቑ ማለት እዩ። ታይ ደኣ ይንቃሳቀስለይ ብዓይነይ ይርኢ ኣሎ ብእዝነይ ይሰምዕ ኣሎ ብእግሩ ይንቃሳቀስለይ እዚ ግን ተንቃሳቀሲ ሬሳ እዩ ዝበሃል ምክንያቱ ካብ ጸሎት እያ ርሒቁ ካብቲ ህይወት ልኾነ እያ ወጽዩ ስለዚ ጸሎት የድልየና ጸሎት ክንጽሊ ክትጽልዩ ይግባእ ናይ ህይወት ሞተር ስለ ዝኾነ መኪናስ ብለይ ናፍጣ ብለይ ሞተር ክትኸደይ ትኽእሊ ሳልሳይ ፍሬን እዚኦም ሰለስተ ነገራት ለይሓዘት መኪና ክትንቀሳቀስ ኣይትኽእል እዩ ንሕና እውን እቱ ናፍጣ እንብሎ ፀሎትና እዩ ሞተር ናይ ህይወትና ሞተር እግዚኣብሔር እዩ እቱ ዝጠቐስናዮ ዝተናገርናዮ ምክንያት ፍሬን ናብ ገደል ከይትፀድፍ ሰብ ከይትገጪ ብዙሕ ነገር ከይትኾን ይሕልዋ ንሕና ድማ ፀሎት ካብ ሓደጋ ካብ መከራ ካብ ችግር ካብ ጥፍኣት እዩ ዝሕልወና እሞ ሐዚ እውን እግዚኣብሔር ኣምላክና ፀሎትና ሰሚዑ ንኹላትና ይሓልወና ስለዚ መንእሰያት ክንፅሊ ይግበእና ክንልምን ይግበእና እቲ ሒዝናዮ ለለና ህይወት እቲ እንጓዓዞ ለለና እቅድ እና ዓላማ ራኢ ብፀሎት እዩ ዝፍታሕ ኹሉ ምኽንያቱ እዚ ዕድመ እዚ ናይ ትምህርቲ ዕድመ ናይ ሓዳር ዕድመ፣ ናይ ስራሕ ዕድመ፣ ናይ ንግዲ ዕድመ ኩሎም ዝደልዮም ዝፍፀመሉ ግዜ እዩ። እዚኦም ድማ ብምንታይ እዮም ዝውሰኑ? ብምንታይ እዮም ዝፍፀሙ? መን እዩ ዝፍፅሞም? እግዚኣብሄር። ብምንታይ እግዚኣብሄር ክንረኽቦ? ብፀሎት። ስለዚ ኩሉ ስራሕትና ክሳኻዕ ተኾይኑ፣ ኩሉ ስራሕትና ክፍፀም ተኾይኑ፣ ኩሉ ሓሳብኹም እዩ ስራሕኹም እዩ ክፍፀም ተኾይኑ እንታይ የድሊ? ፀሎት የድሊ። ልመና የድሊ ኣሳኽዐለይ እኮ ኢዩ በለ ሰሎሞን መእተውየይ መውጽኢየይ ይፈልጥ እዩ'ሞ ሃ እዚ ህዝቢ እዚ ከመሓድሮ ተኾይነ መስተውዐሊ ኣዩ ምር ሃበኒ መስተውዐሊ ልቢ ሃበኒ እዩ ዝበለ መስተውዐሊ ኣዩ ምር ሃበና ኢልና ክንጽሊ ዝግበእና ጸሎት ማለት ሓሚምና ስራሕ ስኢንና፣ ንብላዕ ስኢንና፣ ንስተ ስኢንና፣ ጦርነት ስለልተልዓለ፣ ዝኣቀድናዮም መርሃ ግብርታት ፕሮግራማት ስለልይተሳኸዑ፣ ንግድ ጀሚርና ስለልከሰርና ኣይኾነይ። ብሱሩ ጸሎት ናይ ህይወትና ሞተር እዩ። ብዘይ ጸሎት እንነብረሉ ጉዳይ የለይ ኣብዚ ዓለም ናይ ደቂ ሰባት ናይ መጀመርያ ስራሕና ጸሎት እዩ ጸሎት ማለት እቲ ናይ መጀመርያ ዘሎ ባርኸለይ እዩ እንድሕ ዘይብልካ ድማ ሃበኒ ይኽልቲ እዩ እቲ ዘሎ ባርኸለይ ካብ ኣካላትና ጀሚሩ ለሎ ዓይነይ ለሎ እግረይ ኢደይ ኣካላተይ ተጉድሎ ኢልካ ጸሎት የድሊ እንደይ ኣካሎም ዝጎደሉ እኮ እንዲኦም ምስ ኣካሎም ተፈጢሮም ከማና ብሰብ ሰራሕ ኹናትን ብልተፈላለየ ሓደጋን ኣካላቶም ዝጎደሉ እኔዉ ባዕሉ ሃፍቲ ስለ ዝኾነ እዚ ሃፍቲ እዚ እዚ መጽሓፍ ቅዱስ ናይ እግዚኣብሔር ቃል ለንበበሉ ዓይነይ እቲ ሰሪሐ ዝምጽውተሉ ኢደይ እቲ ኸይደ ተራሚደ ዝሰርሐሉ እግረይ እንታይ ግበረለይ ሓልወለይ ብቐትሪ ብለይቲ ሓልወኒ ኢልና ክንጽሊ ይግባእ ገዛይ በርክቶ ሓዳረይ ባርኮ ንሰርሖ ኩሉ ባርኸለይና እውን ክንጸሊ ከም ዝግበእና መጻሕፍቲ የረዱእና ይነግሩና ኣለዉ ስለዚ ከማኻትም ወጣት ካብ ኣዋለድን ካብ መንእሰያትን ሐዚ ካብ ብሉይን ካብ ሐድሽ ኢና ክንርኢ ምኽንያቱ ጸልያቶም ብጸሎቶም እግዚኣብሔር ዘሳኸዐሎም ኣብ ኩሉ ነገሮም ኣብ ኩሉ ስርሖም ዝዕወቶም ንዕኡ ጠይቆም ዝተሳኸዐሎም ንርኢ ለምሳሌ ሓደ ሰሎሞን ኢና እቲ ዝረእናዮ ሰሎሞን ወዲ ዓሰርተ ክልተ ህፃን እዩ ኣብ ናቦኡ ኣብ ናዳዊት መንግስቲ ስልጣን ሒዙ ሰሎሞን ልተምሃረ ድግሪ ዲፕሎም ልዕሊኡ ማስተር ወይ ናይ ክህነት ናብ ጵጵስና ናካሊእ ልለዓለ ሞያ ሒዙ ማለት የኮነይ ኹሉ ሞያ ኹሉ ጸጋ ዝዕድል ኣምላክ ስለ ዝኾነ ቀዲሙ ኣይ ኣነ ህጻን እየ መእተውየይ መውጽእየይ ዝሰርሖ ዝገብሮ ዘይፈልጥ እየ እሞ መስተውዐሊ ኣይሙር ሃበኒ ኢሉ ጸለይ እዙይ ኢሉ ምስ ጸለየ ድማ እግዚኣብሔር ኣመስጊንዎ ኣይ ጸላኢ የጥፈለይ ኢልካ የለመንካይ ሃፍቲ እንጀራ ኢልካ የለመንካይ ልብን መስተውዐሊ ኣይምሮ ኢልካ ስለ ዝለመንካ ብድሕረ ካል ከማካ ይርከብ እዩ ብቅድመ ካል ከማካ ይነበረ እዩ ተባሂሉ ዝተመስገነ እዩ እግዚኣብሔር ድማ ሃፍቲ እዚ ኢሉ ምስ ለመነ ሃፍቲ ናብቲ ገዝኡ መፅኡ ፀጋ ናብ ገዝኡ መፅኡ ኣይምሮ ፍልጠት ሞያ ኩሉ ናብ ገዝኡ መፅኡ እዞም ህዝቢ ንኩሎም ከመሓድር ብሓቂ ክፈርድን ብዘይ ኣድላውነት ብዘይ ኣፋላላይ ኣብቲ ዘመነ መንግስቱ ክሰርሕን እግዚኣብሔር ባሪኽዎ እዚና ምንታይ እዩ ውፅኢቲ ናይ ፀሎት ውፅኢት እዩ ካፍቶም ኣናእሽቲ ኢና እንብል ኣነ ቆልዓ ኢና እንብል ሓደ ሰሎሞን እዩ ኢልንኹም ልትናገሩ ኢልና ንናገር ሀ ወዲ ዓሰርተ ክልተ ዕድመ ኢና ንብለና እዚ ብቻ ይኾነይ ብድሕሪኡ ዝተልዓሉ እውን ካልኦት ኣለዉ ናይ ሰሎሞን ሒዞም ከም ናይ ሰሎሞን ኣነጋገራይ ኣካያይዳይ ዝኸዱ ካብ ሰሎሞን ንተምሃሩ እሱ ካብ ኣቦ ዳዊት ተማሂሩ ካብ ሰሎሞን ንተምሃሩ ካብ ካልኦት ውን ንተምሃሩ ብዙሓት ንርኢ ኢና ለምሳሌ ኣብ መጽሓፈ ንህምያ ምዕራፍ ሓደ ባዕሉ ንህምያ እስራኤላውያን ብሓጢኣቶም ምኽንያት ብዝገበርዎ ሓጢኣት ምኽንያት ብናባዕሎምን ብናመራሕቶምን ንኩናትን ንረሃብን ጽምእን ንስደትን በጺሖም እዩ ለና ብምንታይ ምክንያት ብሓጥያት ምክንያት ናይ እግዚኣብሄር ንሕና ደቂ ሰባት ሓጢኣት ክንሰርሕ ከለና እግዚኣብሄር ንዓና ብምንታይ እዩ ዝቐጽዐና ብረሃብን ብኩናትን እዩ ዝቐጽእ እግዚኣብሄር ንዓና ዘጥፍኡ ንዓና ዘሳቕቑ ንዓና ዘሳቅዩ ሰባት ንዓና ከም ገልዒ ቐጥቂጦም ረጊጾም ዝገዝኡና ሰባት ናይ እግዚኣብሄር በትሪ እዮም። ምኽንያቱ ካብ ሕጉ እንድሕ ወጺእና ካብ ስርዓቱ እንድሕ ወጺእና ብኣቶም እዩ እግዚኣብሄር መከራ ችግር እዩ ዘብጽሐና። ስለዚ እስራኤላውያን ብሓጢኣቶም ምኽንያት ተሰደዱ ይብለና እሞ ኣብ ፋርስ ባቢሎን ሰብዓ ዓመት ተቐሚጦም ድሕሪ ሰብዓ ዓመት ቂሮስ ዝበሃል ንጉስ ኣልዒሉ እግዚኣብሄር ኣምላክ ካብ በዓልቶም ካብቶም ዘሳድድዎሚ ዘሳቕይዎሚ ኣብ መከራ ዘውድቕዎም ነገስታት ካብኣቶም ሓደ ኣልዒሉ ዝተፈናቐልኻ ዝተሰደድኻ ዝተቸገርኻ ንዓድኻ ተመለስ ዝብል ኣዋጅ ብኣዋጅ መሊስዎ ምኽንያቱ እግዚኣብሄር ዘመነ ጽጋብ ኣሕሊፉ ኣምላክና እግዚኣብሄር ዘመነ ረሃብ ኣሕሊፉ ዘመነ ጽጋብ ዘመነ ጥሜት ኣሕሊፉ ዘመነ ሓዘን ኣሕሊፉ ዘመነ ደስታ ዘምጽእ ኣምላክ ስለ ዝኾነ ጭሮስ ልባሃል ምስ ነገሰ ዓድኹም ተመለሱ ተባሂሎም እግዚኣብሔር ኣምላክና ዝተሰደዱ ኣብ መከራይ ኣብ ችግርይ ዝወደቁ ንዓዶም ናብ ህዝቦም ይመልሰና ስለዚ ስለልኾነ ካብኣቶም ካብቶም እንተመለሱ ሓደ መን ነይሩ ይብለና ንህምያ ንህምያ ወጣት መንእሰይ እዩ ዓዱ እዮርሳሌም ፈሪሳ ሓጾራ ተቐጽ በራ በራ ተቐጺሎም ነዲዶም ሓጾራ ፈሪሶም ተደርሚሶም ህዝባ ኣብ መከራይ ኣብ ችግሪ ወዲቖም ኣብ ሓዘኒ ኣብ ብኽያቲ ኣብ ጥምየቲ ወዲቖም ምስ ረእየ ኸምዚ ልብል ሓሳብ ሓሲቡ ኣብ ህሊንኡ ኣብ ልቡ ኸምዚ ልብል ሓሳብ ሓሲቡ ንጸላእተይ ክብቀል ንጸላእቲ እዮርሳሌም እንድሕር እግዚኣብሔር ብምሕረት ገውናያ እንድሕር እግዚኣብሔር ብሰላም ገውናያ ጸላእትና ንዓና ዘጥፍኡ ከጥፍ የበለይ ታማ መጀመርያ ንእግዚኣብሔር ጸሎት ናብ እግዚኣብሔር ጸለየ ናብ እግዚኣብሔር ለመነ እግዚኣብሔር ኣምላከ ይበለ እዚ ኩሉ መከራይ ችግርኸይ ህዝብኸይ ትሪኦ ኣለኻ ነገር ግን እዛ ልፈረሰት ዓዲ ክንሃንጻ ክንሰርሓ ጸሎትናይ ልመናናይ ተቀበል ኢሉ ረእዩ እግዚኣብሔር ድማ ጸሎት ኤርምያስ ሰምዐ ጸሎት ንህምያ ሰምዐ ጸሎት ንህምያ ሰሚዑ ድማ እግዚኣብሔር ኣብቶም እነበሩ ነገስታት ኣብ እሊ ኣርጤክስስ ኣብቶም ናፋርስ ባቢሎን እነበሩ ንጉስ በተለይ ኣርጤክስስ ተፈታውነት ክረክብ ተቐባልነት ክረክብ ገይሩ ምኽንያቱ ጸሎት እቲ ሓደ ጸሎት ንሕና ክንጽሊ ከለና ክንልምን ከለና ወይሰር ለነ ተግባረ እደዊነ እዩ ልበ ኣምላክ ዳዊት ስራሕና ክሳኻዕ ነገርና ክሳኻዕ ነገስታት ኣብ ቅድሚ ነገስታት ነገርና ተቐባልነት ክህለዎ ኣብ ቅድሚ መራሕቲ ነገርና ነገርና ሓሳብና ንደልዮ ነገር ተቐባልነት ክረክብ ክንረክብ ተኾይንና ናብ እግዚኣብሔር ክንጽሊ እኔና ናብ እግዚኣብሔር ክንልምን እኔና እግዚኣብሔር ልበ ጨካናት እግዚኣብሔር ልበ ጨካናት እግዚኣብሔር ልቢ ኹፉኣት ዝምልስ ኣምላክ ስለ ዝኾነ ሸፋቱ ዝነበሩ ዓመጽቲ ዝነበሩ ርሕራሓት ዝገብር ሸፋቱ ዝነበሩ መጽወጥቲ ዝገብር ናመን ሓይሊ እዩ ናይ እግዚኣብሔር ሓይሊ እዩ ብምንታይ እዚ ሓይሊ እዚ ይቕየር ብጸሎት እዩ ዝጸለዮ ሰባት ዝለመኑ ሰባት ኹሉ ነገር ክትሳኸዐሎም ኢና ንርኢ ኣለና ተሳኸዐሉ ኣብ ቅድሚ እቲ ንጉስ ተቐባልነት ረኸበ እዚ ብቻ ይኾነ ማንም ከይጥይቖ ንቲ ዓዲ መህነፂ ዝኾን ዕንፀይትታት ኦማት ዘድልዩ ንቲ ዓዲ ዘድልይዋ ካፍቲ ንጉስ ዘለዎ ዓዲ ክፍቀዶ ክወስድ ወሲዱ ዓዱ ከስርሕ እውን ከም ዝተፈቐደሉ እቲ ናይ እግዚኣብሄር ቃል ባዕሉ ይነግረና። እዚ ናይ ምንታይ ውፅኢት እዩ ተይልና መፅሓፈ ንህምያ ምዕራፍ ሓደ ቁፅሪ ኣርባዕተ እንተሪእና ኣነ ኣብ ቅድሚ እግዚኣብሄር እፀውምን እፅልይን ነበርኹ እዩ ዝብል። ኣብ ቅድሚ መን? ኣብ ቅድሚ እግዚኣብሄር። እቲ ኹሉ ዝሰምዕ ኣምላክ እቲ ወዲቅካ ዘልዕል ኣምላክ እቲ ርሒቅካ ዝነበረ ክቀርበካ ዝገብር ኣምላክ ኣብ ቅድሚኡ ዝጽሊ ነበርኩ ኢሉ ኢላ እቲ ጸሎት እዩ እዚ ኹሉ ለሳክዕ ለሎ ጸሎቱ ለጻድቅ ትክል ወታሰልጥ ናይ ሓደ ጻድቅ ሰብ ጻድቅ ዝብል ናይ ሓደ ኣማኒ ሰብ ናይ ሓንቲ ኣማኒት ናይ ሓንቲ ተኣምን ናይ ሓደ ዝኣምን እንተኾይኑ እንተጸሊና እንተለሚና ጸሎትና ክሳለጥ ጸሎተ ጻድቅ እምኣፍ እስከ እዝን ይብል። ካብ ኣፍና ናብ እዝንና ቀረባ ከም ዝኾነ ናይ ጻድቅ ጸሎት ድማ ከምኡ ተሳልጠና፣ ስራሕና ንደልዮ ነገር እንሓስቦ ነገር ተፈጽመና፣ ትህበና ልማለት እዩ። ስለዚ ካብ ነህምያ እዚ ኢና ንምሃር። መንእሰይ ከማኹም መንእሰይ ከማና መንእሰይ እዩ። ነገር ግን እግዚኣብሔር ብቕልጡፍ ጸሎቱ ሰሚዕዎ። ክብቀል ስለ ለይሓሰበ ን ሰባት ቂም በቀል እዚ ገይሮምና ስለ ለይበለ ንሕና ስልጣን ክንሕዝ ከለና ንሕና ላብ ስልጣን ክንድይብ ከለና እሊ መን በዲሎምኒ እሊ መን ህለወ ጸላእተይ ናበልና ኢና ሒሳብ ናገበርና ንሓድር ኳልኩሌት ናገበርና ንሓድር እዚ ግን ምሕረት ለምጽ ለይኮነስ መዓት ለምጽ እዩ እዚ በረከት ለምጽ ለይኮነስ መርገም ለምጽ እዩ እዚ ላብ ዓዲ ሰላም ለምጥ ለይኮን ዕንወት ለምጽ እዩ እግዚኣብሔር ነቶም ጸላእተይ ይቅር በለሎም ንዓይ ደማ ኣሳኽዐለይ ኢልና ከንጽሊ ይግበእና መንእሰያት ኣሕዋትና ለለኹም መንእሰይ ኣዋልድ ሃገር ትሃንጹ እዛ ዝፈረሰት ዓድና ክትሃንጹ እዛ ብጸላእቲ ብልተፈላለየ መርክዑ ተወሪራ ብዙሕ መከራ ችግሪ ዝበጽሓ ብዙሕ ሕዙኒ ትኩዚ ብዙሕ ዝወደቀ ለልዕሎ ልሰኣነ ብዙሕ ብሓዘን ምክንያት ኣርባዕተ ሓሙሽተ ሽዱሽተ ደቁ ገቢርላ ፈሪሳ ለላ ዓዲ ንምህናጽ መጀመርያ ታይ የድሊ ጸሎት የድሊ እዚኣ ክሃንጽ ተኾይነ እዚኣ ክሰርሓ ተኾይነ እግዚኣብሔር ርደእኒ እግዚኣብሔር ሓግዘኒ ኣብ ዓይነይ ኾይንካ ረእ ኣብ ልቤ ኾይንካ ሕሰብ ኣብቲ ኢደይ ኾይንካ ሓዝ ዘኹሉ ኣብ ኣይሙረይ ኾይንካ መርሐኒ ክስት ፍኖተከ ለእግዚኣብሔር ወውእቱ ይገብር ለከ ሓሳብካ ንእግዚኣብሔር ግለጾ እሞ እሱ ከካናውነልካ እዩ እሱ ክፍጽመልካ እዩ ይብለና ሓሳብናይ ድልየትናይ ክፍጽመና ኣምላከና እግዚኣብሔር ቅዱስ ፍቃድ ይኩን እዚ እዩ ካብ ኣዋልድ ድማ ንርኢ ኣብ ኣስቴር ትበሃል ሓንቲ መጽሓፍ ኣስቴር ነንብብዎ ካብ ምዕራፍ ሓደ ጀሚሩ ሻብ መጨረሻ እንተንቢብናዮ ናይ ኣስቴር ታሪክ ተመሳሳሊ ከምና ንህምያ ታሪክ እዩ ተመሳሳሊ ተንሕና ዘለናዮ ተንሕና ወዲቅናዮ እንሪኦ ለለና ዘመንይ ግዜይ ዝገልፀና እዩ ናይ ኣስቴር ኣስቴር ካፍተን ብሀይሞነታይ ብስነምግባራይ ቅንዕቲ ዘኮነት ብ ን ቅድስት ዝኮነት እኖ ካፍተን ደናግል ሓንቲ ተመሪጣ እዩ ዝብለና ተመሪጣ ዳንጉስ ትኣቱ ተላ ኣብኡ ኮይና ግን እስራኤላውያን መከራይ ችግርይ ጆኖሳይድ ክእዘዘሉ እንከሎ ጠቅላላ እስራኤላዊ ይጥፋእ እትብሃል ተሎ ኣብዳ ንጉስ ኮይና ሰበይቲ ንጉስ ኮይና እንታይ ኢላ እያ ዝጸለየት ወይ እንታይ ኢላ ኣልቶም ህዝቢ መምርሒ ዝሃበት ንቲ ንጉስ ህዝበይ ጠፍእ ኣለው ህዝበይ ሃለቁ ወታደር ኣዝዝ እዚ ኣዝዝ ነዚ እዚ እሳቶም ክጠፉ ልገብር ለላሃማ ንክሞት እዚ ግበር ኢላ እያ ጸለየቲ መጀመርያ ዘውጸእቶ ክኾን ዝግብኦ ዝበለቶ ኣስቴር ሰለስተ መዓልቲ ጾም ጸሎት እያ ኣዊጃ እስራኤላዊ ኩሉ ሰብ ኣብ እስራኤል ዝተወለደ ዓብዪ ምስ ንኡስ ምሁር ምስ ለይተምሃረ ብምሉ ናብ እግዚኣብሔር ክጽሊ ሰለስተ መዓልቲ ኣዋጅ ኣውሪዳ ምክንያቱ ጸሎት ተለይሉ ዝስማዕ ኣብ ቅድሚ እግዚኣብሔር ዝስማዕ እግዚኣብሔር ዝደልዮ እግዚኣብሔር ዝቕበሎ ንብዓት ወጮ ተኸዲንኻ ኣብ ሓመድ እናንከላለኻ ጸሎት እዚ ማለት እግዚኣብሔር ኣነ ትሑት ሰብ እየ ኣነ ሓመድ እየ እሞ ኩሉ ምግባር ትኽእል ኣምላክ ርድአና ርድአኒ ንማለት ስለ ዝኾነ ሰለስተ መዓልቲ ጾም ከም ዝኣወጀት ከም ዝተናገረት እቲ ናይ እግዚኣብሔር ቃል ባዕሉ ይነግረና እዚ ምስ ኾነ ድሕሪ ሰለስተ መዓልቲ ናብቲ ንጉስ ኣተወት። መጀመርያ ንእግዚኣብሔር ላዕላዋይ ንጉስ እያ ኣመልኪታ። ንሕና ምድራውያን ነገሥታት ክንጥይቖም እንተኾይንና ናብ ምድራውያን ነገሥታት ሓሳብና ለሎናዮ ክፍጽሙና ተኾይኑ ላዕላዋይ ንጉስ መጀመርያ መርሐኒ ምሳይ ኽድ ምሳይ ወዓል ምሳይ ሕደር ኣብ ኣፍይ ኮይንካ ተናገር ክንብሎ ይግበእና እዚ ስለ ልገበረት ኣብ ቅድሚ ንጉስ ተመሳሳሊ ከፍና ንህምያ ተቀባሊ ረኪባ ንዓኪ ዘይገብሮ ደገረይ እስከ ፍርቂ መንግስተይ ክፈኪ እየ ታይ ኢኪ ደሊኪ እስኪ እትደልይዮ ታይ እዩ እሳ እትደልላ ሃፍቲ እንጀራ ኣይኮነት እትደልላ ምእመናን ኣቦታትና እነታትና እትደልየላ እሳ ናእስራኤል ምድሓን እያ ናህዝቢ ምድሓን እያ ሞት ልተኣወጀም ክድሕኑ ኣብ ህኮቴብ ጭንቄ መከራ ኣይ ተዓጽዮም ለለ ህዝቢ ምሕረት ክረኹ ኢያ ድልየታ ኣይ ናተይ ድልየት ማስ የኾነይ እዞም ሞት ልተኣወጆም ህዝቢ በሃኻ ብንጉስ ተኣሲሮም ለለዉ ክፍትሑ ኣብ መከራ ለለዉ ችግር ለለዉ ምሕረት ክትእዝዘሎም ነት እዚ እዚ ኣዋጅ እዚ እዚ ናይ ሞት ኣዋጅ እንነበረ ናይ ህይወት ኣዋጅ ኣይትነብሩ ይተባሃሉ ንበሩ ክበሃሉ ቐትር ምስ ለይቲ ኣብ ሓዘነ ብኽያት እዩ ዘለው ተሓጒሶም ክነብሩ ኣብታ ልተወለዱላ ዓዲ እዙይ ኢላ ምስ ኣቕረበት ንጉስ ብሓጎሲ ብደስታ እዩ ተቐቢሉ ልመናኣይ ሓሳባይ ድልየታይ ፈፀመላ ይብለና እዙይ እዩ ስለዚ ፀሎት ይሻው እዙይ እዩ ጥፋኣት ልተኣወጀ ህዝቢ ብፀሎት ይድሕን መቅድመ ህሱ ሰላማ ለሃገር እኮ ይብል ኣብ ትንቢተ ኤርምያስ ለሎ መጀመርያ ናይ ሰላም ሃገር ድለዩ ከመ በሰላመ ዚኣህ ይኩን ሰላምኩም ብናታ ሰላም ሰላምኩም ክእወጅ እዩ ሰላምኩም ክብሰር እዩ ጸልዩ ተባሂሉ እዩ ስለ ሃገር ጸልዩ ተባሂሉ እዩ ስለ ዓዳ ስለ ህዝባ ጸልያ ለሚና ድሒና ኣሕዋትና ዓድና ካብ መከራ ካብ ሽግር ከተወፅእ ተኮይና ካብቲ ዘሎ ቅልውላዊ መከራይ ችግሪ ክትወፅእ ተኮይና እንታይ የድሊ ጸሎት የድሊ ልመና የድሊ መሓራ እዛ ዓዲ እዚኣ የድሊ ይቅርበላ እዛ ዓዲ እዚኣ የድሊ ንምንታይ ንመን ንእግዚኣብሔር ነቲ ዝፈጠረ ኣምላክ ማንም ካሊእ ዘድሕነና የለይ ማንም ካሊእ ዘረደአና የለይ እሱ እዩ ዘረደአና እሱ እዩ ዝህበና መኑ ዝኣምነ በእግዚኣብሔር ወሓፍረ በእግዚኣብሔር ሓፊሩ ዝተመለሰ

ብህንደይ ሰቐቐት ምስ ሃውኻ ድማ ዚገይረሉ ዚህወዮ ዚኮ ገይሮ እናበሉ ልሓለፈ ግዜ ዘብልዑኻ በሊዐ እናበሉ ዘስተዩኻ ስትየ እናበሉ እናጸብጸቡ እናተጻባጸቡ እናሕፈሩኻ ዝነብሩ እዩ። እግዚኣብሄር ኣምላክ ሂበ ኢሉ ለይህብ ኣምላክ ኣሎ። ዚገብር ኣለኹ ኢሉ ዘይገብር ኣምላክ እዩ። ስቕ ኢሉ ዝህብ ኣምላክ። ስለዚ ናብቱ ለየሕፍረና ኣምላክ ክንቀርብ ክንጽሊ ይግበእና ስለዚ ዘም ወጣት እዚኦም ዘም መንእሰያት እዚኦም ኣብነትና እዮም መበል ሳልሳይ ሰለስቱ ደቂቅ እዮም ሰለስቱ ደቂቅ ኣብ ኮሌጅ ኣትዮም ክመሃሩ ከለው እኮ ንንጉስ ዝተቀረበ ምግቢ ንንጉስ ዝተቀረበ ዝብላዕ ስተ ይትረፈና ኢሎም ጾም ጸሎት ስዋእ ይሕሸና ኢሎም ዝቁርጠም ጥረ መረ ሃበና ኢሎም ኑቲ መጋቢ ዝተናገሩ ደጭ እኮ እዮም ዝተናገሩ መንእሰያት እኮ እዮም መንዮ ብ ዳንጉስ ኮይኑ መንዮ ብ ቁርጢ ጥብሲ ልብላዕ ዘለ ወይትረፈኒ ልሉ ጾም ተሓሳሲብና ጾም ንስዕር ኣለና ኣብ ሆቴላት ኸዚ ነርዐ ኣብ ዳ ለው ዳ ምግብታት ነርዐ ኸዚ ኣብቲ ረጎኦ ዝሰጥ ዳፀባት ኸይኻለ ረጎኦ ዝሰትዩ

እዞም ሰለስት ደቂ እኳ ነዚ መጋቢ እንተ ሓመቕኹም፣ እንተ ቐጠንኹም፣ እንተ ተባላሸኹም ተጠያቒ ኣነ እይ፣ ኣይ ዓሰርተ መዓልቲ ፈትነና እኮ እዮም ለልዎ። ድሕሪ ዓሰርተ መዓልቲሲ ካብቶም ቁርጢ ጥብሲ ዝበልዑ፣ ካብቶም እንዳ ንጉስ ዝቐረበ ዝብላዕ ዝስተ ዝበልዑ፣ ጥረ ምረ ዝበልዑ፣ ሰለስቱ ደጭቅና ዳኒኤል እኮ እዮም ገጾም በሪሁ መልክዖም ፍሉይ ኮይኑ ተራእየ። መልክዕ ዝህብ ጾም እዩ፣ መልክዕ ዝህብ ጾለት እዩ፣ መልክዓ እግዚኣብሔር ዝሃበና ናይ ሰብ መልክዕ ናይ ሰብ ተማቻቸውና ተጸባብቕና ዘለቅቕ እዩ። እግዚኣብሔር ዝሃበና መልክዕ ነባሪ እዩ፣ ብሩህ እዩ። ሙሴ ኣርብዓ መዓልቲ ኣርብዓ ለይቲ ጾሚ እኮ ተገለለነ ሙሴ እኮ እዮም በልዎ። ሙሴ ተሸፈነና ገጽካ ይደጉሐና ኣሎ። እዮም ዝበልዎ ስለዚ ጾም መድሓኒት እዩ ጸሎት መድሓኒት እዩ ዕድመ ዝህብ ጥዒና ልህብ ሰላም ዝህብ ልካህን ዝኣበዩ ንጳጳስ ዝኣበዩ ንመምህር ዝኣበዩ ብደክተር እኮ እዮም ዝሰምዑ ለለ ሎሞይ ኣይ ንግሆ ኣይትብላዕ ቁርሲ ሕለፎ ድራር ሕለፎ ልባሃሉ ተይፈተው እኮ ዝእዘዞም እኒው ነቱ ዘምህር እምቢ ኢሎም ነገር ግን ብልዒ ስለ ለብዛሕና ብልተፈላለየ መልክዕ ክንረጉድ ክንጸግብ ሰብነትና ክወፍር ስለ ንደሊ ኣብቲ ንደልዮ ኣብቲ ዝሃፍተምናሉ ኣብቲ ክንቕየረሉ ኢና ዝበለና ግዜ ሕማም መጽኡ ሕኒቕ የብለና እግዚኣብሔር ስለለይፈቐዶ እዩ ኣይትብላዕ ትበሃል ብለይቲ እዘዞ ትእዘዝ በለ የኾነ ትንገር ማለት እዩ። ስለዚ ጾም መድሓኒት እዩ፣ ጸሎት መድሓኒት እዩ፣ ክንጾም ክንጽሊ ከም ዝግበእና እዞም መጽሓፍትና ይነግሩና ኣለዉ። እዚኦም ኣብነትና እዮም። ሰለስቱ ደቂቅ ናብ ሓዊ ኣትዮም እውን ጸሎተ ሰለስቱ ደቂቅ እኮ ንብለና መን ጸለይዎ ሰለስቱ ደቂቅ ዝጸለይዎ ዝለመንዎ እኮ እዩ ካብ ሓዊ ዝደሓንሉ እኮ እዩ ኣብዚ ሐዚ ዘለናዮ መድሓኒትና እንድሕነሉ እትድሕንሉ እትድሕናሉ እቲ ሓደ ጸሎት እዩ ሓዊ ናይ ሓዊ ካብ ናይ ሓዊ ዝሙት ካብዚ ባዕሉ ሓዊ ጠርነት ካብዚ እንሰምዖ ኣለና ብዙሕ ሓሽሽ ስካር ዝተፈላለዩ ዓለም ዘቕረበትና ዓለም እዚኣ መፃወድያ ዘቕረበቶም ብብከባቢኡ ኣቕሪባቶም ዘላ፣ መንእሰይ ዝሃልቀሎም ለሎ፣ መንእሰይ ዝውደእሎም ለሎ፣ መንእሰይ ግዜኦም ዝቐትለሎም ለሎ፣ ናይ መንእሰይ ዕድመ ዘሕጽር ለሎ ሓዊ ታይ እዩ መድሓኒትና ጸሎት እዩ ካብዚ የውጸኒ ካብዚ መንገዲ እዩ ኣየ ካብዚ ገደል እዚ የውፅእኒ ኢልና ተፀሊና እግዚኣብሔር የውፀእና ዝሓመሙ ዘድሕን ዝሞተ ለልዕል ኣምላክ እኮ ይለለ ልዘመውቲ ደናግል ልሸፋቱ መፅወቲ ዝገብር ኣምላክ እኮ እዩ ስለዚ ወጣት መንእሰይ መንእሰያት ኣዋልድ ጎርዞታት እዚ ቃል እዚ ሰሚዕና ካብዞም ዝተናገርናዮም ካዞም ዘምሃርናዮም ሰሚዕና ኽንምለስ ይግበእና ብጾሎት ኽንነብር ኣምላክና እግዚኣብሔር ይርደእና እና መጨረሻ እዚኦም ሰለስተ ነገራት ኢለ ተናገርና ኢና ንሕና ኸዝብል እስቲ ንሕና ኣብዚ ዘመን እዚ ኣብዚ ግዜ እዚ ኣብዚ ሕዚ ሰዓት ለለናዮ እዚ ዘመን እዚ ድጅታል ዝኾነ ዘመን ኾፍ ኢልኻ ድሌኻ እተወጽሐሉ ን ግዜ ን ስዓት ዘይሓትት እግዚኣብሔር ዝሃበና ዘመን ጽቡቅ ዘመን ሰናይ ልኾነ ዘመን እዩ እግዚኣብሔር ኣምላክና ሂቡና ነገር ግን እቱ ቴክኖሎጂ ልሓጥያት እምበይ ልጽድቀይ ንጥቀመሉ ኣለና እዩ

ሓዳር ትምስርተሉ፣ ትምህርትኻ ትመሃረሉ፣ ስራሕኻ ትጅምረሉ፣ ንግድኻ ተፋጥነሉ ዘመን ስለ ዝኾነ እዚኦም እንታይ የድልዮም መጀመርያ ጸሎት የድልዮም። ካብ ኢየሱስ ክርስቶስ ዶ ንመሃር እዩ ካብ እሊ ሙሴ ንመሃር መጀመርያ ሙሴ ብጸሎት እኮ እዩ ካብ ንእስራኤላውያን ካብ ግብፂ ዘውፅኦም መጀመርያ ብቕልፅም እኮ ጀምር ነይሩ ብጉልበት እኮ ጀሚሩ ነይሩ ንእስራኤል ነጻ ከውጽእ ብጉልበቱ ጀሚሩ ነይሩ፣ ብሓይሉ ጀሚሩ ነይሩ። ሓይሊ ናይ እግዚኣብሔር ምዃኑ ረሲዑ ነይሩ። ነገር ግን ብሓይሊ ስለ ለይኾን እግዚኣብሔር ናብ ምድረ በዳ ተሰዲዱ ናብ ደብረ ሲና ልበሃል ቦታ ናብ ምድያም ልበሃል ዓዲ ክስደድ ገይሩ እግዚኣብሔር ናብኡ ክኸድ ገይሩ ኣርብዓን ዓመት ዝኣክል ሻብትብ መን ኸማየ ዝብል ዝነበረ ኹሉ ክገብሮ እየ ብሓይለይ ብጉልበተይ ብስልጣነይ ዝብል ዝነበረ ህወት እሻብ ዝሓልፍ ኣርብዓ ዓመት ኣቅሚጥዎይ ዝብል ብሓይሊ ኸሻብ ዝብል ንሕና ብሓይልና ብጉልበትና እንገብሮ የለይ እነምፆ የለይ እንሰርሖ የለይ ሰላም ተኾነ ይኩን ሰላም ብሃይልካ እዩ ዝበለ እግዚኣብሔር ኣምላክ ሰላም እውን ብሓይለ እግዚኣብሔር እዩ ዝኾን ብሓይሊ ሰብ ዝኾነ የለይ ዳዊት ልጎልያድ ቐቲሉ ብወንጭፍ ምስ ቐተለ መን ኸማየይ እዚ ቐቲለ ኢለ ሆየ በለይ ታይ ደኣ ብሓይሊ እግዚኣብሔር እዩ ልበለ ብሓይሊ እግዚኣብሔር ልኾነ ኣሕዋትና እዚ ዕድመ ወጣትነት እዚ ጸሎት የድልዮ ስራሕትና ክፍጸም እንተኾይኑ ክከናወን እንተኾይኑ ጸሎት የድልየና ምህልላ የድልየና ምልማን የድልየና ናብ ፈጣሪ ምምላስ የድልየና ስለዚ ኣሕዋትና ኣብዚ ዓለም እዚ ክንነብር ከለና ጸሎት ክንጽሊ ይግበእና ምስ እግዝኣብሄር ክንነጋገር ይግበእና ግዴታ እዩ ቸጊርና ሲኢንና ስለ ዘይኮነ ክንጽሊ ክንልምን ሂወትና ስለ ዝኾነ ግዴታና ስለ ዝኾነ እዞም መጽሓፍትና ይነግሩና ኣብ ትንቢተ ኢሳይያስ ምዕራፍ ኣርብዓ ቁጽሪ ሰላሳ ሻብ ሰላሳ ሓደይ ከምዚ ይብለና እለሰ ይሃስስዎ ለእግዚኣብሄር እለሰ ይሃስስዎ ወይእትየገስዎ ለእግዚኣብሄር ይህቦም ኃይል እቶም ንእግዚኣብሄር ዝደልይዎ እቶም ንእግዚኣብሄር ብጸሎት ብልመና ዝቐርብዎ ኃይል ይውስኾም ከም ንስሪ ወይከውኑ ከመ ንስሪ ከም ንስሪ ብኽንፎም ይበሩ ይሐውሩ ወኢይደክሙ ይኸዱ ይደኽሙይ ሒዞም የጽንዑ ኃይልና ዝባርኾ መን ማለት እዩ እግዚኣብሔር እዩ ኃይልና ዝባርኾ ጉልበትና ዝባረኾ ኣታ ሰብ ማለት ተዓንቂፉ ዝወድቕ እኮ እዩ ሰብ እኮ ዘምክሕ የውሊ ሰብ በምንም ተኣምር ዝምክሕሉ ነገር የለይ ምንቲ ብከዘይ ነሳይ ከም ካልእከ እኮ እዩ እቲ ኢድና እግዚኣብሔር እኮ እዩ እቲ ኣካልና እቲ ዓይኒ እኮ ና እግዚኣብሔር እዩ ናይ ባዕለይ እንብለ ኢድ ናይ ባዕለይ እንብለ እግሪ ናይ ባዕለይ እንብለ ዓይኒ ናይ ባዕለይ እንብለ እዝኒ እኮ የለይ እቲ ዓይንና ክጠፍእ ይኽእል እኮ እዩ

ንሱ እዩ ዝቐርብ እግዚኣብሔር እዩ ዝቐርቦ ኣካላትና እዩ ታኣይ ዘመክሕኔና ታኣይ ኣይን ቕልፅም እዩ ኣይን ኣካላት እዩ ኣይን ጉልበት እዩ ዘመክሕኔና ኣብ ቁፅሪ ሰላሳይ ኣብ ቁፅሪ ዕስራይ ትሽዓንተይ እኮ እቶም ብሓይሎም ዝምክሑ ብሓይሎም መን ኸማና ዝብሉ ሓይሎም ደኸመ ወደቑ እሞ ለልዕሎም የተገነ ይብል ስለዚ ሓይልና ክባረኽ ተኾይኑ ሓይልና ክጸንዕ ተኾይኑ ጸሎት ክንገብር ኔርና ኣምላክና እግዚኣብሔር ኸዚ ውን ኹለትና የርደና ስለዚ ጸሎት የድልየና እዩ ጸሎት ህይወትና እዩ ጸሎት ናይ ናይ ኑረና ናይ መንበሪና ናይ ራእይና ናይ ዓላማና ናይ እቅድና መሳኽዒና መን እዩ ጸሎት እዩ ስለዚ ክንጽሊ ከም ዝግበእና ደጊምና ደጋጊምና እዞም መጽሓፍትና ይነግሩና ኣብዚ ዕድመ እዚ ኣብዚ ዘመነ እሳ እዚ ኣብዚ ወጣትነት ዕድመ እዚ ፈተና ይበዝሖ ምክንያቱ ፈተና ተለበዝሕ እዩ ኣብ ማቴዎስ ወንጌል ምዕራፍ 26 ቁፅር 41 እንታይ ይብለልና ጸልዩ ትጉህ ወጸልዩ ከመኢ ትባኡ ሰመንሱት ናብ ፈተና ከይትኣትዉ ተጊህኹም ጸልዩ ትግሃት የድልየና እኮ እዩ ምኽንያት ፈተና ይበዝሐና እዩ ዓለም ትደልየና ኣላ እያ ሰይጣን ለደልየና ኣሎ እዩ ኣበይ እየ ዝረኽቦም ንሃለል ተፈላለዩ ዘመናውነት እናምፀ በብግዚኡ ሓደሽቲ ነገራት እናምፀ ሰባት ሰልጢና እናበሉ ሰይጢኖም እናመፁ ሰባት ዘመናዊትና እናበሉ ዘመናዊ ክፉእ ነገር ቀታሊ ሰብ ሒዞም ይመፁ ኣለዉ ስለዚ ንሕና ምእመናን ወምእመናት ክንገብሮ ዝግበእና ካብዚ መጻወድያ እዚ እንወጸሉ እቲ ሓደ ጸሎት እዩ ስለዚ ክንጽሊ ከም ዝግበእና ደጊምና ደጋጊምና ኢና ተማሂርና ንምንታይ ፈተና ስለ ዝበዝሐና ካብ ፈተና እንወጸሉ ዓላማ ካብ ፈተና እንወጸሉ ጉዳይ እቲ ሓደ ታይ እዩ ጸሎት እዩ ጴጥሮስ እል ጴጥሮስ እኮ ጸሊ ኢልዎም እዛ ሰዓት እዚኣ ኢየሱስ ክርስቶስ ኣምላክና መድሓኒትና ኢየሱስ ክርስቶስ ክብሪ ምስጋና ይብጽሕዮ ጸሊ ክብሎም ከሎ ኣይ ድቃስ ሓይልና ኢሎም ነገር ግን ኣብዚ ጸሎት ድቃስ ትሕይሎም ከሎ ነገር ምስ መጸ ክርስቶስ ክዳሓዝ ከሎ ምስ ተዝሓዘ ግን ሰይፊ ወልዒሉ ይብል ራይ ኣብቲ ጸሎት ግዜ ምጽላይ ኣብየና ኣብቲ ናይ መከራ ግዜ ኣብቲ ችግር ትመጽ ተለ ደሞ በሎ በሎ ዝብል ሓሳብ ይመጸና ከምዚ ኢና ናይ ሰይጣን ስራሕ ኣብ ጸሎት ግዜ ኣብ ጾም ግዜ የጥምየካ ኣብ ጸሎት ግዜ የደቅሰካ ኣብቱ ሆሆ ግዜ ልኾነ ግዜ ኣብቱ በሎ በሎ ልኾነ ግዜ ግን የንቅሐካ ማለት እዩ ስለዚ ክንጽሊ ከምዝግበእና መጽሐፍትና ይንግርና ኣሎ መንእሰያትና ወጣትና እቲ ሐደ ዘቅረቦታ እዩ ግዜ የብለ እዩ ግዜ የብለ እዩ ግዜ ግን ናመን እዩ ናይ እግዚኣብሔር እዩ ኣምላክና እግዚኣብሔር ደቂቃን ሰዓትን ዕለትን ሰሙንን ኣዋርሕን ዓመታትን ዘመንን ዘመናትን ዝሃበ እግዚኣብሔር ኣምላክ ግዜ የብለይን ይብል ብጣዕሚ ዘሕዝን ሃቦ ግዜ ለበዓለ ግዜ ይብል ንበዓል ግዜ ግዜ ሃቦ ግዜ ንዝሃበ ግዜ ሃቦ ይብል ኣብቱ ኢየሱስ ክርስቶስ ኣምላክና ኣብ መዋይል ስቅለቱስ ጸማኢኩ ኢልዎም ነይሩ ማይ ጸሚኡኒ ኢልዎም ጸማኢ ክልብሎ ፍቅሪ ደቂ ሰብ ይጸምኤ ዝብሎ ኣይሁዳውያን ኣይተረድዎይ ነገር ግን ማይ መሲልዎም ማይ ዝብረምሎ መሲልዎም ማይ ይሃብዎይ ተለይሉ ዝቀትል ሓሞትና ከርቤ ቀላቂሎም እዮም ዝሃብዎ ነገር ግን እንታይ እዩ መጽሓፍ ለዋሃቤ ዝናም ማየ ከልእዎ ሃሞተወ ከርቤ ኣስተይዎ ኣመ ኣመሰቀልዎ ንቲ ማይ ዝህብ ካብ ሰማይ ማይ ዘውርድ ማይ ካብ ታሕቲ ለይኮነስ ካብ ላዕሊ እዩ። ካብ ላዕሊ እንድሕለይወረደ ኩሎም ባሕርታትን ቐላያትን ኣፍላጋትን ይነጽፉ እዮም። ኣፍላጋት ወሓይዝት ክውሕዙ ዝገበረ፣ ቐላያትን ኣፍላጋትን ክመልኡ ዝገበረ ማይ ኸሌ እሞ ሕዚ ለ ብተመሳሳሊ ኣይሁዳውያን ንሱ ከም ዝኸልዎ ኣነ ንስኹም እውን በተለይ ሕዚ ወጣትና መንእሰያትና ነቲ ግዜ ዝሃበ ኣምላክ ግዜ ኸሊእናዮ ነቲ ሰዓቲ ግዜ ዝሃበ ኣምላክ ግዜ ኸሊእናዮ ንዘይሃው፣ ግዜ ዘይሃው፣ ሰዓት ዘይሃው፣ ዕድመ ዘይሃው፣ ጥዒና ዘይሃው፣ ንዓኣቶም ኢና ንግዛእ ንግዛእ ለለና። ወትከውኑ ኣግብርተ ለእለ ኢኮኑ ኣማልክተ፣ ነቶም ኣማልክት ለይኮኑ፣ ነቶም ገዛእት ለይኮኑ ትግዝኡ ኢኹም። ካብ ምንታይ ተወጺእና? ካብ ጸሎት ተወጺእና። ታዩ ግዜ ይብለይኸ? ግዜ ይብለይ? ግዜ ናብ ምንታይ እዩ ዝባኸን ለሎ? ግዜ ናብ ምንታይ እዩ ዝውዳእ ለሎ? ግዜ ናብ ምንታይ እዩ ዝሃልቅ ለሎ? እዚ ንመርምር። እስዚ ንመርምር ግዜ የብለይን ንብል ተኾይንናሲ ካብቲ ዕስራ ኣርባዕተ ሰዓታት እስቲ ንስልኪ ንሞባይል ንቲክቶክ ንዝተፈላለዩ ስራሕቲ ህንደይ ግዜ ንህብል ኣለና ንኳስ ኳስያ እዚኦም ክጫወቱ እዮም ክበሃል ከሎ ነዛ ፌስታል ነዛ ጨርቂ እኮያ እዛ ኳስ ህንደይ ዝግጅት እዩ ህንደይ ካርዲ ምቑራፅ እዩ ህንደይ ሰዓት እዩ እብል ሓልፍ ለሎ ኻልኦት ሃገራት ኻልኦት ሰባት ብልተጠቐምሉ ንሕና ህንደይ ንባኣስ ኣለና ታይ ኢና ንሰርሕ ለለና ኣውዚ ግዜ ልጠፍእ ለሎ ኣውዚ ግዜ ልሃልቅ ለለሲ መንእሰይ ኣሕዋትና መንእሰያትና ወጣትና ሲ ነርኣዮ እቲ ግዜ ምንታይ እዩ ልሃልቅ ለሎ እስቲ መንእሰያት ኣሕዋትና ትፈልጥዎ ኢኹም ልሓንቲ ጓል ልምውጋእ ኽትፎተኒ እያ ልማለት ህንደይ ግዜ ህንደይ መሰጅ ትጻሓፍ ህንደይ ግዜ ሳዓት ትወዲ ምስኣ እታ ጓል ልሃበ ግን እግዚኣብሄር እዩ እግዚኣብሄር እንድሕር ዘይፈቀደ በዓልቲ ገዛኻ ምሳኻ ትኸደ ይትኸል እዩ መን እንድሕር ዘይፈቀደ እግዚኣብሄር ስተ ሓትና ልሓደ ወዲ ልምርካብ ብመሰጅ ብልተፈላለዩ መልክዑ ህንደይ ግዜ ኢኽን ትቐተላ ለለኽን ህንደይ ግዜ ኢልውዳእ ለሎ ኸመ ሌለ ፍቕሪ እዩ ምስኡ ልካየድ ለሎ ህንዱኡ ስል እግዚኣብሄር ንፍቅሮ ህንዱኡ ስል እግዚኣብሄር ንፍተዎ ህንዱኡ ስ ግዜ ንሃቦ እቲ ስብኣይ ልህብለ እኮ እግዚኣብሔር እዩ እግዚኣብሔር እንድሕ ለይፈቀደ እኮ እቲ ሓዳር ብቱን እዩ ምሳኻ ትቕፅለ ይትኽእል እዩ ምሳኻ ክቕፅለ ይኽእል እዩ መን እንድሕ ለይፈቀደ እግዚኣብሔር ትልኡ ተውየ ኣለኽ ግዜ እቲ ለኣትብ ኣለኻ ግዜ ስትል እግዚኣብሔር ንሃቦ ግዜ ስትል እግዚኣብሔር ይዋሃብ እንዱ ኔትወርክ ጠፉ ኢልና ብጣዕሚ ንሓዝን ብጣዕሚ ንናደድ ዋእ ምስ እግዚኣብሔር ለለ ኒተርክና ምስ እግዚኣብሔር ለለ ርክብና ይጠፍእ ለልምንታይ ለይ ንሓዝዝ ሎሚ ብዘይ ምጽላየይ ብዘይ ምቅዳሰይ ትምህርቲ ብለይ ምስመዐይ ለካ ንሓዝን ዶ ንናደድ ዶ ንባሳጨ ዶ ዓለምና ቲክቶክ ልበሃል በተለይ ዝኸዚ ግዜ ቀታሊ ግዜ ዓለምና ሓድሽ ቅድም ንዜና ሓደ ሰዓት እነበረ ተቐኒሱ ላብ ሰላሳ ከምኡ ኢሉ እውን ላብ ዓሰርተ ሓሙሽተ ደቂቓ ላብ ሸውዓተ ደቂቓ ነዊሕ እንዳተባለ ሐዚ ድማ ልቢ ሰብ ዝሰርቕ ጠቕላላ ወጣት ከመይ ኢሉ መንእሰይ ከመይ ኢሉ ከኣ እዩ ግዚኡ ዝቕተል ካብ ቤተክርስትያንን ካብ ሃይማኖትን ለውፅእ ቲክቶክ ኣብ ሰከንድታት ተለይሉ ዘየድብር ርእስኻ ዝሰርቕ ልብኻ ዝሰርቕ መጽዩ ኣሎ እሱ ምርኣይ ሓጢኣት ኮይኑ የኾንኺ ኣለኹ ተው እነሕልፎ ኣለና ግዜ እግዚኣብሔር ነሕልፎ ብኡ ልተፈላለዩ ጽቡቓት ሰናያት መልእኽቲ ክሓልፉ ይኽእሉ እዮም ምሕላፎም የጸላእናይ ነገር ግን እቲ ግዜ እንቐተሎ ኣለና እቲ ግዜ እነጥፍኦ ኣለና ክንርድኦ ይግበእና ስለዚ ግዜ ለእግዚኣብሔር ክንህብ ከምዘለና መጽሓፍትና ደጋጊሞም የረድኡና እየ ግዜ የብለይ ንበል ባዕሉ ግዜ የብለይ ማለትስ ሓጢኣት እዩ ብስሪ ግዜ የብለይ እንብለልና ምክንያት ነስተውዕለይ ዶ ግዜ ሓጺሩ እንብለና ምክንያት ስለለይ ንጽሊ እኮ ግዜ ዝሓጽር ለሎ ርዎ ተንጽሊ ተንልምን ነይሩ እግዚኣብሔር ግዜና ክነውሕ ነይሩ እዩ ሓደ ሊቅ እኳ ከምዚ ኢሉ

ኣብ ቁም ነገር ኣብ ሰናይ ስራሕ ክውዕልሲ ድንግል ይልምነኪ ኣለኹ ኢሉ ርኣዩ ሓደ ሊቅ። እወ ብላውዚ ላውዚ እኮ ኢለሓልፍ ለለ ግዜና ብላውዚ ላውዚ እኮ ኢልውዳእ ለለ ግዜና ብከንቱ እኮ ኢለሓልፍ ለለ ግዜና ስለዚ ግዜይ ባርኸለይ ንበሎ ሓዳረይ ባርኸለይ ሃፍተይ ባርኸለይ እንጀራ ባርኸለይ ኣይንበል ግዜለ ባርኸለይ ንበሎ ሳም ለለ ኮይኑ ጥራሕ እሱ ብቻ ኣይንለምን ሰዓተይ ባርኸለይ ኣብ ሰናይ ጽቡቕ ክውዕል ኢልና ንለምን ናብ መጨረሻ እዚ ከምለሎ ኮይኑ ኣሕዋትና ኣሓትና እዚ ንካታተል ለናን ንሰምዕ ለለና ጸሎት ካብ ንእሽቶይ ንጅምር ተመስገን ባዕሉ ጸሎት እዩ ኣይ ብሰላም ዘሕደርካኒ ተመስገን ብሰላም ኣሕድረኒ ብሰላም እውን ዘውዐልካኒ ተመስገን ምሸት ክንድቅስ ከለና ኣምላከይ እግዚኣብሔር ብሰላም ኣሕድረኒ ምኽንያቱ ሓላዊና እሱ እዩ። ብቐትሪ ብለይቲ ልሕልወና እሱ እዩ። እዝንና ማዕጾ የውሊ፣ ዓይን ዓይንና እውን ማዕጾ የውሊ፣ ኣፍንጫና እውን ማዕጾ የውሊ። ኣፍና እውን ሓደ ሓደ ግዜ ተሸፊኑ ልድቅስ ሰብ ኣሎ፣ ተይተሸፈነ ልድቅስ ኣሎ። ዝሕልወና መን እዩ? ሓደ ነገራት ልኾኑ ነገራት ልኾነ ሓሳኹ ነገር ናብ ኣካልና ከይኣቱ መንዲ ልሕልወና ኣሎ? እግዚኣብሔር ኣምላክ እዩ። ትጉህ ዘይትነውም ዘይድቅስ ሓላዊና ኣምላክ እዩ ዝሕልወና ለሎ። ስለዚ ተመስገን ብሰላም የሕድረኒ። ልምንታይ ኢኹም ትድቅሱ ተለኹም ለይቲ ጸልዩ ተተባሂሎም ሎምሲ ታሞ ኢለ ምድቃስ እንታይ እዩ ጸሎት ተደልይዎ ልምንታይ ኢኹም ምግቢ ከተበልዑ ለይቲ ጽልዩ ታሞ እንጀራ ንምብላዕ እንታይ ጸሎት ተደልይዎ ተቐሪቡ ደነይ ሰብ ክጽልል ኣለዎ እኮ ልብላዕ ተስኢኑ ልስተ ተስኢኑ እንተሓሚሙ እንተቸጊርዎ ኣብ መከራ ተወዲቑ እዩ ክጽል ኣለዎ ዝብሉ መጽዮምና ኣለዉ ኣምላካ ዘየድሕነና ነገር ግን እዚኣ ባዕላ ጸሎት እያ ተመስገን ምሸት እውን ብሰላም ኣሕድረኒ ንግሆ እውን ብሰላም ኣውዕለኒ ክንብል ይግበእና። መንእሰያት ምሳይ ወዓል ምሳይ ውጻእ ምስ ኣካለይ ወጽየ ኣካለይ ጎደለ ከይምለስ፣ ምስ ዓይነይ ወጽየ ዓይነይ ጎደለ ከይምለስ፣ ምስ እግረይ ወጽየ እግረይ ጎዲሉ ከይምለስ፣ ምስ ኢደይ ወጽየ ኢደይ ጎዲሉ ከይምለስ እግዚኣብሔር ምሳይ ወዓል ምባል የድሊ። ሰላም መዓልቲ ኣውዕለኒ የድሊ። ሰላም ኮይነ ወጽየ ሰላም ሸይጠ ባእሲ ሒዘ ከይምለስ ፍቕሪ ሸይጠ ዕግርግር ሒዘ ከይምለስ ምስ ንህጽናይ ወጽየ ረኺሰ ከይምለስ ምሳይ ውዓል የድሊ ብሰላም ወጽዮም ብዕግርግር ልኣትው ብዙሓት እዮም ካብ ገዝኦም ወጽዮም ብኡ ገይሮም ልተርፉ ብዙሓት እዮም ብሰላም ናብ ገዛይ መልሰኒ እዚ ዓብዩ ጸሎት እኮ እዩ እዚ ዘይርሳዕ ጸሎት እኮ እዩ እዚ ሓጻር እኮ እያ ምእመናን እነታት ኣቦታት መቸም እዛ ጸሎት እዚኣ ሰላም ውዕለንስ እንደ ደቂቃ እንደ ሰከንድ ወሲዳ ምንም የብላይ እዚኣ ለይጥይቑ እኮ እዮም እኔው ንሰብ ዘመስግኑ ብቻ እኮ እዮም እኒኦ ኮይኖም ሳላ ልበሃል ሳላ ኣምላክ ልበሃል ለእግዚኣብሔር እዩ ናብ መኪና ክንኣቱ ብሰላም ኣጓዒዘኒ ኣውነ ሰማያት ድግምና ጸሊና ክንኸድ ክነወርድ ከና ናለ ብሰላም ናብ ዚለ ብጽሕካኒ ኢልና ከነጸሊ ይግበእና ስለዚ ጸሎት እዚ ጠቃሚ እዩ ሓደ ሓደ ግዜ ሓደ ሊቅ ልተናገረሎም ሰባትሲ ኣብ ዕግርግር እዮም መከራይ ዝውዕልሉ ምኽንያት ኣብ ችግር እዮም መከራይ ዝወድቅሉ ምኽንያትሲ ንጎታ እዮም ዝብሉ ደቢሩኒ ይብሉ ኣነሲ ብሰላም ዕግርግር እየ ሓዲረ ይብሉ ዕግርግር ናበሉ ይውዕሉ ኣነሲ ይመቸወኒ ይብሉ ለይመቸዎም ይውዕሉ ምኽንያቱ ካብ ቅድሚ ደቂ ሰባት ኣእምሮና ቀዲሙ እዩ ዝሰምዕ ቀዲሙ ይሰምዕ እሞ እቲ ዝነበረ ሓሳብ ተሪፉ ሰላም ክንውዕል ነበርና ፅቡቕ ስለለይተመነና ስለለይጠለና ዕግርግር ናበልና ንውዕል ርእስና ተረብሹ ይውዕል ከምቲ ለይቲ ልኸድ ለይቲ ልኸድ ሰብሲ ይፈርሕ እሞ እቲ እምንለ ሰብ ይመስሎ እቶም እፀዋትለ ኣራዊት ይመስሎ እቶም ዓበይቲ ባህራዝፍ ድማ ኣጋንንቲ ይመስሎ እሞ ጠው ሽሕ ኣብ ዝበሎ ቁፅሪ ድምፀም ልተሰምዐ ቁትሪ ይድንግፅ ምንም እኮ የለይ ግን ኣብቲ ለይቲ ታይ ግን ርእሱ መጀመርያ ሓደ ነገር ክረኽበኒ ኢሉ ስለ ልኣመነ ሓደ ነገር ክፀንሐኒ ስለ ልኣመነ ንሕና ንጎ ክልዓል ከለና ርእስና ኹፉእ ስለ እነምህሮ ኹፉእ ስለ እነስምዖ ርእስና ኸፊኡ እና ይውዕል ጸሎት ነለማምዶ እግዚኣብሔር የቕንዐለይ ንበሎ እዚ እዩ ክኾን ዘለዎ ከም ቅድስት ቤተ ክርስቲያን መልእኽትና ከም መንእሰያት ስለዚ ሒዝና ክንጓዓዝ እሱ ጥራሕ ኣይኾነይ ሰላም ዳሓዲርኹም ክብለልና ከሎ ሰብ እግዚኣብሔር ይመስገን ክንብል ይግበእና ተመስገን ኣምላክ ሰላም ሓዲረ ዳሕና ዶ ውዒልኹም እግዚኣብሔር ይመስገን ሰላም ውዒለ ክንብል ኢና ዝግበእና ሎሚ እግዚኣብሔር ምጽዋዕ መሕፈሪ ኮይኑ ሎሚ እግዚኣብሔር ምጽዋዕ እና ዳሕራውያን ኾይኑ እዩ ድሕረት ኾይኑ እዩ ስም ፈጣሪ ምልዓል ከም ዘይተምሃረ ከም ዘይተረዶ ኾይኑ እዩ እና ሎሚ ሰላም ኸም እንፈልጦን ሃይ ኬፍ መርሓባ ኮይስ ተማም ተማም ልበሃል ለሞጺና እኒኦ እዚ ሐዚ ግዜ ሻሎም ልበሃል ለሞጺና እኒኦ ኣለና ኣለና ኣለና ልበሃል ሞጺ ኣሎ እሞኸ ልበሃል ሞጺ ኣሎ ደሓን ዶ ሓዲርካ እንዳተባልካስ በቃ ተማም ተማም ሻሎም ሻሎም ታይ እዚ ሃይ ሃይ ኬፍ ኬፍ እዚ ቋንቋ እዩ ነገር ግን እንታይ ኮይኑ ስመ እግዚኣብሔር ዘይለዓል ዘውዐለ ዘሕደረ እኮ ኣምላክ እኮ እዩ ንምንታይ እግዚኣብሔር መስገን ኢልና ስሙ ለይነመስግኖ ለይነልዕሎ እዚ በዓሉ ጸሎት እኮ እዩ ተመስገን ኣምላክ እዚኣ ጸሎት እኮ እያ ዘውዐልካኒ ዘሕደርካኒ ጸሎት እኮ እዩ እንታይ ኢና እግዚኣብሔር ን እግዚኣብሔር ኣምላክ ንሓፍረሉ ይኾነ እኮ መኑ እዛ ከምቲ መጀመርያ ዝተናገርናዮ እኮ እዩ ይትቀደስ ክቡር ስሙ እኮ እዩ መላእክት ዝርዕድሉ መላ- ኪሩቤል ሱራፌል ዝንቀጥቀጥሉ ስም እኮ እዩ ዝንቅጥቀጥሉ ኣክሊሎም ዘውርድሉ እኮ እዩ ቅዱስ ክቡር ስም እኮ እዩ እዚ ክቡር ስም ንምንታይ ኢና ተመስገን ኢና ነንልዕሎ ስለዚኦም መንእሰያትና ወጣት ኣዋልድ ኣብዚ ክሊ ዕድሚ እዚ ለለና እግዚኣብሔር ይመስገን ዶ ንፍለጢ ተመስገን ኣምላክ ዶ ንፍለጢ ሳላ ኣምላከ እዚ በፂሐ ዶ ንፍለጢ ሳላ ኣገለ ሳላ ካሊእ ይንበል ስለዚ እዚኦም ባዕሎም ፀሎት ስለ ዝኮኑ ክንትሕዞም እዩ ዝግበእና ድምር ብዝበለ ሃቦ ልበ ለገብርከ ንባርያኻ መስተውዐሊ ኣእምሮ፣ መስተውዐል ልቢ ሃቦ ኢሉ ጸለየ ለመነ ብዝብል ትምህርቲ ርእሲ ኢና ተመሃሂርና ዘለና። ስለዚ እዚ ሓሳብ'ዚ ተረዲእና መንእሰያትና ዕድመና ክነውሕ፣ ጥዒናና ክሰፍሕ፣ ስራሕትና ክሳኻዕ ተኾይኑ ክንጽሊ ይግበእና። ኣመላክና እግዚኣብሔር ጾም ልጀመረ ጸሎት ልጀመረ ትምህርቲ ክጅምር ከሎ እዩ። ቕድሚ ትምህርቲ ምጅማሩ እዩ ስራሕቱ ክሳኻዕ። ነብያት ስራሕቶም፣ ትንቢቶም፣ ክሳኸዐሎም ጾም ጸሎት ጸልዮም እዮም። ወጣት መንእሰያት ኣብ ጭንቂ መከራይ ወዲቕና ለለና ኹሉ ተማሊኡ ለሎ ብሰላም ምንባር ኣውዩና ለሎ ልኣምላክ ናብ ፈጣሪ ስለነይ ንጽሊ እዩ። እሱይ ስራሕትና ልጎድል ለሎ ደቅና ለይእዘዙ ለለው ዓበይቲ እውን ሰለለይ ንፅልይ እዞም ልተወለዱ እውን ኣብ ሞያዊ ቁምነገርይ ከይውዕሉ ድንግልና ፋርነት ዝኾነሉ ኣብ ሓደ ሰብኣይ ምውሳን ኣብ ሓንቲ ሰበይቲ ምውሳን ፈርነት ልኾነሉ ዘመን በተክርስቲያን ምስዓም ኸም ድሑር ልረእየሉ ዘመን ኢና እኮ በጺሕና እኔና ኣሕዋትና ስለዚ ወጣትና መንእሰያትና የለውይ በተክርስቲያን ንምጻእ ቀብር ብቻ ድዩ በተክርስቲያን ንምጻእ ኣብ ችግርካ ሓሚምኻ ብቻ ድዩ ጸሎት ለድሊ ኣብ መከራኻ ብቻ ድዩ ገና እኮ ኢኻም መጀመርያ ልጠቐስናዮ እኮ ኢና ስለዚ ጸሎት ልበሃል የድልየና የድልየና ስለ ዝኾነ የድልዮኩም ስለ ዝኾነ ልትሓስብዎ ትገብርዎ ነገር ክትጽልዩ ክትልምኑ ከም ዘለኩም እዚ መልእኽቲ ቤተ ክርስትያን እዩ እሞ ስለ ልነበረና ግዜ ኩሉ ኣምላክና እግዚኣብሔር ይክበር ይመስገን እዚ መንፈሳዊ ምድያና እዚ ድምጺ ቤተ ክርስትያንና ድማ ኣብ ቤተ ክርስትያን ዝመሃሩ ትምህርቲ ዝወሃቡ ስለ ጸሎት ይኹን ስለ ጾም ይኹን ብልተፈላለየ መልክዑ ዝወሃቡ ናብ መላእ ዓለም ዘመሓላልፈና ለለ ምድያ ድማ በውነት እዚ ምድያና የዕብየና ኣብኡ ልሰርሑ ድማ ኣሕዋትና ዕድመ ምስ ጤና ይዓድለና እዚኣ ካብ ሓንቲ ቤተክርስትያን ብላዕሊ እያ እዛ ምድያ እዚኣ ሓንቲ ቤተክርስትያን ኣብቲ ከባቢ ለለዉ ኣጥብያ እያ ብቻ ተምህር ኣብቲ ኣጥብያ ዘለዉ ምእመናኒ ካህናቲ ዲያቆናቲ እነታት ኣቦታት እያ ተምህር እዚ ምድያ እዚ ግን ኣብ ሓንቲ ቤተክርስትያን፣ ኣብ ሓንቲ ቁሸት፣ ኣብ ሓንቲ ጣብያ፣ ኣብ ሓንቲ ወረዳ፣ ኣብ ሓንቲ ክልል ዝተወሰነ ለይኮነስ ኣብ መላእ ዓለም ዘለው ምእመናን ቤተክርስትያን ክስዕሙ ዘይኽእሉ፣ ቃለ ወንጌል ኣብ ቤተክርስትያን ከይዶም ክሰምዑ ዘይኽእሉ፣ ስርዓተ ጸሎት ክመሃሩ ዘይኽእሉ ኣብ ገዝኦም ኮይኖም ኣብ ዘለዎ ኮይኖም ዝመሃርሉ ስለ ጸሎት ስለ ጾም ስለ ሃይማኖቶም ዝፈልጥሉ ዝነቕሕሉ ዝጉልብትሉ ብሃይማኖት ዘመሓላልፍ ድምፂ ቤተክርስቲያን እዩ እሞ እዚ ምድያ እዚ ድማ ክትድግፉ ክተመሓላልፉ መልእክቲ ናይ ቤተክርስቲያንና እዩ እሞ ስለ ልሰማዕኹምኒ እግዚኣብሔር የስማዕኹም ወስብሃት ለእግዚኣብሔር ወለወላዲቱ ድንግል ወለመስቀሉ ክቡር።